ሰላም ሰላም ዝኸበርኩም ኣሕዋት ከመይ ትኾኑ ሓውኹም መንግሴ ሎማዓንቲ ከኣ ብኻልእ ስራሕ ብኻልእ ቪድዮ መጽኤኩም ኣለኹ ናይ ሎማዓንቲ ቪድዮና ድንኸውን ከመይ ጌርካ ስክሪን ሪከርድ ዝገበርካዮ ኣብ ሞባይልካ ከመይ ጌርካ ባክግራውንዱ ትቕይሮ እዩ ንኣብነት እዚኣ ርኣይዋ ኦኬ ከምዛ ዝረኣኹማ ብመጀመርያ እታ ስክሪንና ከመይ ጌርና ሪከርድ ከም ንገብራ ስክሪንና ሪከርድ ጌርና ምስ ወዳእና ኣብ ኪኒ ማስተር ዝበሃል ኣፕሊኬሽን እዚ ኣፕሊኬሽን እዚ እዚ እቲ ኣፕሊኬሽን እዚ ዘይብልኩም እዚ ኣፕሊኬሽን እዚ ዳውንሎድ ግበርዎ ንዝኾነ ዓይነት ኤዲት መግበሪ ይጠቕመኩም እዩ ኤዲት ክገብር ዝደሊ ብቕልል ዝበለ ኣገባብ በዚ ብሞባይሉ ክጥቀም ይኽእል እዩ። ሞባይል ዘለዎ ኩሉ ሰብ በዚ ኤድት ክገብር ይኽእል እዩ። ስለዚ ዘረባ ከየንውሓልኩም ናብቲ ትምህርቲ ቅድሚ ምኻድና ናዚ ቻነል እዚ መጀመርያኹም ዝኾነ ሳብስክራይብ እንዳገበርኩም ቤተሰብ ናይዚ ቻነል ክትኮኑ ብትሕትና ንሓተኩም። ቀጥታ ናብቲ ትምህርቲ ክወስደኩም እዩ። ብመጀመርያ ናብ ኪን ማስተር ንኣቱ። ኪን ማስተር ማለት እዚ ዘርኣኹም ኣፕሊኬሽን እዩ። ኪን ማስተር ንኣቱ። ደሓር ኣብዚ ዓባይ ከባብ ትሪእዋ ኣለኹም ኣብዚ ዓባይ ከባብ ንኣቱ ብድሕሪኡ ዓሰርተ ሽዱሽተ ትሽዓተ ንምንታይ ኢና ንጥቀም ንሕና ባዕልና ስለ ንፈልጦ ዓሰርተ ሽዱሽተ ትሽዓተ መሪፅና ኣለና ንሎሚ ብድሕሪኡ እቲ ባክግራውንድ ክኾነልና ደሊናዮ ዘለና ስእሊ ዳውንሎድ ጌርና ዘቐመጥናዮ ክህልወና ኣለዎ ባክግራውንድ ክኾነና ዝግብኦ ስእሊ ኣነ ሕጂ ዳውንሎድ ጌረ ዘቐመጥክዎ ስለ ዘለኒ ኣብዚ ዳውንሎድ ዝብል ኣትየ ነቲ ዳውንሎድ ጌረ ዘቐመጥክዎ ስእሊ የምፅኦ ንኣብነት ብዙሕ ስእሊ እዩ ዘለኒ ኣብዚ ዳውንሎድ ገይረ ዘቐመጥክዎ እዚኣ ክትኮን ኣላ ንሎማዓንቲ መሪፅያ ኣለኹ እዚኣ ትሪእዋ ዘለኹም ሕፅር ኣቢለ እያ ንክሰርሕ ሰላሳ ሰከንድ ገይረያ ኣለኹ ከምዚ እንዳገበርኩም ክሳብ ዝደለኹሞ ክተንውሕዎ ትኽእሉ ኢኹም እዚ ብድሕሪኡ ነዚኣ ኦኬ ኢልና ንወፅእ ሌየር ንኣቱ ንዓኹም ፅቡቅ ገይሩ ይረኣየኩም ኣሎ ኢለ ተስፋ ገብር ሌየር ንኣቱ ሌየር ኣቲና ሜድያ ንመርጽ ሜድያ ምስ መረጽና ስክሪን ሪከርድ ዝብል ኣሎ ንዑ ደሊና ኣብዚ ስክሪን ሪከርድ ዝብል ንመርጽ ምክንያቱ እቲ ዝገበርናዮ ሪከርድ ዝገበርናዮ ባክግራውንድ ክንቅይር ስለ ዝደለና ንኣብነት እዚኣ ከምጽኣ ኣነ ሕጂ እዚኣ ርኣይዋ እታ ስክሪን ሪከርድ ዝገበርኳ ኣቐዲመ ድምጻ ከይርብሸኒ ድምጺ ክዓጹ እየ ድምጺ ስለ ዘለዎ ናቱ ድምጺ ክዓጹ እየ ኦኬ ነዚኣ ሕጂ ትምህርቲ ስለ ዝኾነ ክቆርጻ እየ ካብዚኣ ኦኬ ኦኬ ኢለ ክወጽእ እዚኣ ራይዋ እታ መጀመርያ ስክሪን ሪከርድ ገበርክዋ እዚኣ ትሪዋ ኣለኹም ኣብ ደለኽዎ ቦታ ወሲደ ከቕምጣ ክእል እዩ ባክግራውንዳ ግን እዛ ፃዕዳ ናይ ዩቲብ ታሽሙ ዘለዋ ስእሊ እሳያ ትኸውን ባክግራውንድ ማለት እዩ ትሪዎ ኣለኹም ኣብ ደለኽዎ ቦታ ወሲደ ከቐምጣ ክእል እዩ ኦኬ እዚ ሕጂ ከዕብዮ ይኽእል እየ ከምዚ ትሪእዎ ኣለኹም ንእሽተይ ክገብሮ ይኽእል እየ ከዕብዮ ይኽእል እየ በዚ ክጠውዮ እንድሕር ደልየ ከኣ በዚኣ ሓንቲ መጥወይቲ ንህለትኩም እዚኣ ከምዚኣ ዝበለት ከርብ ትመስል ትረኣየኩም ኣላ ብኣ ገይረ ይጠውያ ኣነ ግን ናብ ቦታ ኣሞ ክመልሳ ሕጂ ልክዕ ከም ናይ ሞባይል ታሽሙ ክነትሕዛ ኢና እንድሕር ዓበይቲ እንድሕር ገጂፉኩም ኣሎ እቲ እታ ሽሙት እቲ ባክግራውንዱ እንድሕር ገጅፍ ኮይኑኩም ኣሎ ናይቲ ስክሪን ዝገበርኩሞ ኣብዚ መጺኹም ኣብዚ ጎኒ ትርእይዎ ኣለኹም ክሮፒን ዝብል ኣሎ ክሮፕ ትገብርዎ ኣብዚ ትመርጽሉ ዝደለኹሞ ዓይነት ቅርጺ ክተትሕዝዎ ትኽእሉ ኢኹም ነዛ ናይ ሞባይል ቅርጺ ኣብዚኣ ሼፕ ትብል ዘላ ትርእይዋ ኣለኹም ሼፕ ኢለ ከባብ ክገብራ እኽእል እየ ትርእይዋ ኣለኹም ከባብ ቅርጺ ሒዛ ንስኹም ትመርጹላ ናይ ልቢ ቅርጺ ክትሕዛ እኽእል እየ እስኹም ደስ ዝበለኩም ትመርጹላ ግን ኩልሻዕ ኣብዚ ኣርባዕተ ኣንጎሎ ተመሪጽና ኦኬ እና ንወጽእ ከም ተወሳኺ ከሪእኩም ደልየ ደለኹ እዚኣ እታ ቀላል ኣሰራርሓ ሪኢኹም ኣለኹም ከም ተወሳኺ ሕጂ ብልዕሊኣ ናይ ሞባይል ፍሬም ክንገብረላ እንድሕር ደሊና ናይ ሞባይል ፍሬም ኬድና ነምጽእ ከምዚ ብኢድ ሰብ ዝተትሓዘት ንክትመስለልና እንድሕር ደሊና ነቀናብር ከለና ሌየር ንኣቱ ሕጂ ውን ሌየር ንኣቱ ኣነ ኢሬዝ ገይረ ወይ ከዓ ዘዳለኽዎ ስለ ዘለኒ ንዑ ከምፅእ ክመርፅ እየ ኦኬ ነዚኣ ክመርፃ እየ ራእይዎ ትሪእዎ ኣለኹም እዚኣ ክትዓቢ ክትንእስ ትኽእል እያ ልክዕ ከምታ ናይ ሞባይል ታሽሙ ዝገበርናያ እዚኣ ኣምፂና ነስተኻኽል ኣብዚኣ ልክዕ ዓቐን ናይታ ሞባይል ምስ ረኸብና ትሪእዎ ኣለኹም እዚኣ ተዓቐና ኢልና እንድሕር ወዲእና ናይታ ሞባይል ኦኬ ንብላ ብድሕሪኡ ራይዋ እታ ሪከርድ ጌርና ዘምጻናያ ስክሪን ሪከርድ ዝገበርናያ ቁሩብ ገጂፋ ኣላ ኣብቲ ዓንተወይ ዝበልኩኹም ክሮፕ ትብል ዘላ ኣቲና ነስተኻኽላ ትሪእዎ ኣለኹም ኣብዚ በዚኣ ማዕረ ንገብራ በዚኣ ከዓ ቁሩብ ወፂኣትና ኣላ ነስተኻኽላ ናብዚኣ ኦኬ ኢልና ንወፅእ ራእይዋ እዚኣ ናይ ሞባይል ተኣሽሙሽዑ ንዓ ተንኪፍና ከምዚኣ ጌርና ንዕብያ እዚኣ ቁሩብ ኦኬ ንብላ። ሕጂ ከምዚ ትርእይዎ ዘለኹም ሪኢኹማ ብኢድ ሰብ ተታሒዛ ዘላ ትስራሕ ዘላ ናይ ሞባይል ታእሹም መሲላ ከምዚኣ ጌርኩም ፍሬም ክትገብሩላ ትኽእሉ ኢኹም። እዛ ፍሬም እዚኣ ሓጻር እያ ስእሊ ስለ ዝኾነት ግን ክሳብ መወዳእታ ከምዚ ኣቢልና ሲሒብና ክሳዕ መወዳእታ ንወስዳ። ከምዛ ትርእይዋ ዘለኹም ክሳዕ መወዳእታ ክሳብ ዝደለየቶ ክትከይድ ትኽእል እያ እስኹም ግን ዓቐና ማዕረ ትገብርዎ። ይረኣኩም ዶ ኣሎ ብድሕሪ እዚ እንድሕር ታሽሙ ወዲኢኹም ኮይንኩም ሼር ኤክስፖርት ምግባር ጥራይ ዘድልየኩም ኤክስፖርት ትገብርዎ ኖ እዚኣ ከምቲ ሓደ እንድሕር ተቐዲሓ እንድሕር ኮይኑ ከዓ ነዚኣ ክንድምስሳ እሞ ደሊት ክንብላ እታ ፍሬም እዚኣ ከምዚ እንድሕር ኮይና ተቐዲሓ ከምዚ እንድሕር ኮይና ተቐዲሓ ካልእ ክንመርፀላ ኢና ካልእ ፍሬም ክንገብረላ ኢና ሌየር ሜድያ ኢልና ኣቲና እቲ ዘዳለናዮ ክነምጽእ ኢና እዚኣ ክንእትዋ ኢና እዚኣ ትርእይዋ ኣለኹም ስዒብና ነስተኻኽል ከምዚኣ ጌርና ልክዕ እቲ ዓቐና ምስ ስጋብ ትመጽእ ከምዚ ኣቢልና ነስተኻኽል ነዚኣ ከዓ ልክዕ ከምታ ቀዳመይቲ ስሒብና ስሒብና ኣብቲ ንደልዮ ቦታ ነብጻ ኦኬ ኢልና ንወጽእ ሪኢኹማ ዶ ብጣዕሚ ቀሊል ኣሰራርሑ ብጣዕሚ እዩ ቀሊል ዋላ ሓንቲ ተኣሽሙ ይኮነን ባክግራውንድ ምቕያር ከምዚ ገይሩ ኣንፈት ቁሩብ ዘርእኩም ድሕር ረኺብኩም ካብዚ ዝሓሸ ገይርኩም ክትሰርሕዎ ተስፋ ኣለኒ ኣነ ጫፍ ጫፉ እያ ርእኩም ደለኹ እዚ ከመይ ጌርና ኢና ኤክስፖርት ንገብሮ ንዝብል ትሪእዎ ኣለኹም ወዲእና ኣለና ኣብዛ ላዕሊ ትሪእዎ ኣለኹም ናብ ላዕሊ ኣረው ንላዕሊ ዘላታ ኣብኣ ምስ ተንከፍና እዚ ክመጻልና እዩ። እዚ ዝደለናዮ ዓይነት ሪዞሉሽን ባዕልና እቲ ዓቐን ናይቲ ሪዞሉሽን ንመርጽ። እዚ ፍሬም ሬይት ኣብ ሰላሳ ተኾይኑ ጽቡቕ እዩ ተዘይ ኮይኑ ዕስራን ሓሙሽተን ውን ሕማቕ ኣይኮነን ግን ኣብ ሰላሳ ፎር ኬይ እንድሕር ጌርኩሞ ከኣ እቲ ኳሊቲኡ ጽቡቕ ክኾነልኩም ኤክስፖርት ትብልዎ ኤክስፖርት ክገብር ቁሩብ ገለ ደቓይቕ ክወስድ ይኽእል እዩ፣ ከከም ምንዋሕ ናይቲ ዝሰራሕኹሞ ቪድዮ። ነዊሕ ተኾይኑ ነዊሕ ሰዓት ክወስደልኩም ይኽእል እዩ። ሓጻር ተኾይና ከኣ ንከምዛ ናይ ሕጂ ናይ ሰላሳ ሰከንድ ተኾይና እታ ተነዊሓ ክልተ ደቒቕ ክትወስደልኩም እያ። ናይ ሎማዓንቲ ትምህርተይ እዚኣ እያ ኔራ። ዘይተረዳኣኩም እንድሕር ኣሎ ኣብ ኮመንት ጽሓፉለይ። ኣብ ኮመንት እንድሕር ጽሒፍኩምለይ ክምልስ ይኽእል እየ። ምናልባት

ብኻልእ ትምህርቲ ብኻልእ ስራሕ ክሳብ ንራኸብ ደሓን ኩኑ ሕቶ ርኢቶ ተለኩም ኣብ ታሕቲ ኮመንት ጸሓፉለይ ኣነ ርኤዮ ተማሂረሉ እየ እንድሕር ኢልኩም ካልእ ሰብ ክሪኦ ንኻልእ ሰብ ክበጽሕ ሼር ምግባር ኣይትሕመቁ ሓውኹም መንግሴ ብሩኽ መዓልቲ ወደሓን ኩን።